ሰላም ከመይ ኣለኹም? ሎሚ ኣብ ህይወትና ክንዕወተሉ ንደሊ ዝኾነ ነገር ንምርካብ ዘኽእለና ኣብ ውሽጥና ብዛዕባ ተሓቢኡ ዘሎን ብግቡእ እንተተጠቒምናሉ ህይወትና ክቕይር ዝኽእልን ዓብዪ ሓይሊ ዝምህረና ሓንቲ ብልፅቲ መፅሓፍ ከላልየኩም እየ። እዚ ኣብ ህይወትኩም ደጋጊምኩም እትደልይዎ ግን ክትዕወትሉ ዘይከኣልኩም ሽቶ ኣለኩም ዶ? ምናልባት ዝሓሸ ጥዕና፣ ናይ ገንዘብ ብልፅግና፣ ዕዉት ዝምድና ወይ ናይ ኣእምሮ ሰላም ክኸውን ይኽእል እዩ። መብዛሕትኡ ግዜ ነዚኦም ነገራት ንምርካብ ኣበርቲዕና ንሰርሕ፣ ንውጥን፣ ንፅዕር፣ እንተኾነ ግና እቲ ውፅኢት ከምቲ ዝሓሰብናዮ ምስ ዘይከውን ተስፋ ንቆርጽ። ስለምንታይ ኢና ሓንሳብ ሓንሳብ ክንዲ ዝጸዓርና ውጽኢት ንስእን? ሎሚ ከላልየኩም ዝደለኹ መጽሓፍ ነዛ ሕቶ እዚኣ ዘደንቕ መልሲ ትህብ። እታ መጽሓፍ ብዶር ጆሴን መርፊ ዝተጽሓፈት The Power of Your Subconscious Mind ወይ ሓይሊ ስዉር ኣእምሮኻ ትብል። እዛ መጽሓፍ እዚኣ መላእ ዓለም ንሚልዮናት ሰባት ህይወቶም ዝቐየሩላ ኮይና ጸገማትናን ፍትሖምን ካብ ደጋዊ ኩነታት ንላዕሊ ኣብ ውሽጣዊ ኣሰራርሓ ኣእምሮና ዝተመርኮሰ ምዃኑ ትምህረና። ስለዚ ሎሚ ናብዚ ዘደንቕ ክፋል ኣእምሮና ብዕምቆት ብምእታው ነዚ ሓይሊ እዚ ንሰናይ ነገር ብኸመይ ክንጥቀመሉ ከም እንኽእል ክንርኢ ኢና። ተዳለዉ፣ ምኽንያቱ እዚ ዳህሳስ እዚ ንኣእምሮኹም ሓድሽ ማዕጾ ክኸፍተልኩም ይኽእል እዩ። ሓሳብ ቁጽሪ ሓደ፣ ክልተ ኣእምሮታት፣ ንቑሕን ስዉርን ኣእምሮ። መሰረታዊ ሓሳብ ናይዛ መጽሓፍ ዝጅምር ነፍሲ ወከፍ ክልተ ዓይነታት ኣእምሮ ከም ዘለና ብምግላጽ እዩ። እቲ ቀዳማይ ንቑሕ ኣእምሮ ወይ ድማ ኮንሽየስ ማይንድ ክኸውን ከሎ፣ እቲ ካልኣይ ድማ ስዉር ኣእምሮ ወይ ድማ ሰብ ኮንሽየስ ማይንድ እዩ። ንቑሕ ኣእምሮ ነንሓስበሉ፣ ንመራመረሉ፣ ውሳነ ንውስነሉን ኣብ ከባቢና ዘሎ ዓለም ብሓሙሽቲኦም ናይ ስምዒት ህዋሳትና እንርድኣሉ ክፋል እዩ። እዚ ክፋል ኣእምሮና እዚ ምኽንያታውን ተጠራጣርን እዩ። ስውር ኣእምሮና ግን ካብዚ ፍጹም ዝተፈልየ እዩ። ንሱ ኣይምርምርን፣ ኣይከራኸርን፣ ሕቶ እውን ኣይሓትትን እዩ። ልክዕ ከም ሓደ ልሙዕ መሬት እዩ። ብንቑሕ ኣእምሮና ዝተዛረበ ዝኾነ ሓሳብ፣ እምነትን ስምዒትን ብዘይ ዝኾነ ሕቶ ተቐቢሉ የብቁል። ኣብ ሰውነትና ዝፍጸሙ ብኣሽሓት ዝቑጸሩ መስርሓት ዝቆጻጸር እዚ ስውር ኣእምሮ እዚ እዩ። መኽዘን ናይ ተዘክሮና እውን ንሱ እዩ። ዶክተር መርፌ፣ ነዚ ዝምድና እዚ ንምረዳእ ዝጥቀመሉ ዝበለጸ ኣብነት ናይ ሓደ ኣትኽልተኛ ናይ ኣታኽልቲ ቦታን ኣብነት እዩ። ንቑሕ ኣእምሮና ልክዕ ከም ሓደ ኣትኽልተኛ እዩ። ስውር ኣእምሮና ድማ ከም ሓደ ልሙዕ መሬት እዩ። እቲ ኣታኽልተኛ ንቑሕ ኣእምሮ ኣብቲ መሬት ስውር ኣእምሮ ዝደልዮ ዘርኢ ክዘርእ ይኽእል። ዘርኢ ዕፉን፣ ዘርኢ ስርናይ ወይ ዘርኢ ኣረም። እቲ መሬት እዚ ጽቡቕ ዘርኢ እዩ፣ እዚኣቶም ድማ ኣረም እዮም ኢሉ ኣይፈልን እዩ። ዝተዘርኦ ኩሉ የብቁል። ተመሳሳሊ ንሕና እውን ብንቑሕ ኣእምሮና እንሓስቦ ናይ ፍርሕን ጭንቀትን ድኽነትን ሕማምን ሓሳብ ወይ ኣረም እንተዘሪእና ስውር ኣእምሮና ንኣቶም ኣባዚሑ ኣብ ህይወትና ክውን ይገብሮ በንጻሩ ድማ ናይ ሰላም ዓወት ጥዕና ብልጽግና ሓሳባት ወይ ከዓ ጽቡቕ ዘርኢ እንተዘሪእና ስውር ኣእምሮና ንኣቶም ብምብቃል ህይወትና ብበረከት ይመልኦ ስለዚ ጸረይት ህይወትና ዝውስን ኣብ ስውር ኣእምሮና እንዘርዖ ዓይነት ሓሳብ እዩ ሓሳብ ቁፅሪ ክልተ ሕጊ እምነት ስውር ኣእምሮ ዝእዘዝ ንእምነት እዩ። እሞ ደኣ ጽቡቕ ዘረብ ብኸመይ ኢና ንዘርእ? መልሱ ኣብ እምነት እዩ ዝርከብ። ስውር ኣእምሮኻ ዝቕበሎ እትሓስቦ ዘይኮነስ ብጽኑዕ እትኣምነሉን ስምዒትካ ዘለዓዕሎን ሓሳብ እዩ። ሃብታም ክኸውን ይደሊ እየ ኢልካ ብንቑሕ ኣእምሮኻ እንተሓሰብካ እኳ፣ ኣብ ውሽጥኻ ግን እዚ ፈጺሙ ክኸውን ኣይኽእልን እዩ፣ ኣነ እኮ ዕድል ዘይብለይ እየ ዝብል ዓሚቝ እምነት እንተልዩካ፣ ስውር ኣእምሮኻ ዝቕበሎ እውን ዝገብሮ ነቲ ድሕረዋይ እምነትካ እዩ። ስለዚ እቲ ቀዳማይ ስራሕ ኣብ ውሽጥና ዘለዉን ኣሉታውን ናብ ድሕሪት ዝጎቱና እምነታት ምልላይን ምውጋድን እዩ። ነዚ ንምግባር ድማ እታ መጽሓፍ ዝተፈላለዩ ሜላታት ተቐርብ። ሓሳብ ቁፅሪ ሰለስተ ናይ ተግባር ሜላታት ብምናብ ምስኣልን መረጋገፅታትን ሓደ ብምናብ ምስኣል ወይ ድማ ቪዥዋላይዜሽን እዚ ካብቶም ኣዝዮም ሓያላት ሜላታት ሓደ እዩ እትደልይዎ ነገር ድሮ ከም ዝተዓወትኩምሉ ገይርኩም ብምናብኩም ብንፁር ምስኣል እዩ ንኣብነት ሓድሽ ገዛ ትደልዩ እንትኾንኩም ዓይንኹም ጨፊንኩም ኣብቲ ገዛ ትነብሩ ከም ዘለኹም ኣብ ክፍልታት ትዘዋወሩ ኣቑሑ ገዛ ትድህስሱን ምስ ስድራ ቤትኩም ሓጎስ ትነብሩ ከም ዘለኹም ብዝርዝር ምሕሳብ እዩ ነዚ ክትገብሩ ከለኹም ዝስማዓኩም ናይ ሓጎስን ዕግበትን ስምዒት ብምሉእ ልብኹም ክስምዐኩም ኣለዎ ስምዒት ቋንቋ ስውር ኣእምሮ እዩ ስለዚ ሓሳባትኩም ብስምዒት ምስ እተሰንይዎ ብቐሊሉ ናብ ስውር ኣእምሮኹም ክሰርፅ ትገብሮ ካልኣይ ኣወንታዊ መረጋገፂ ኢንፎርሜሽን እዚ ድማ ኣወንታውን ሓይሊ ዝህቡና ሓረጋት ደጋጊምካ ንገዛእ ርእስኻ ምንጋር እዩ። እዞም መረጋገጽታት እዚኦም ኣብ ህሉው ግዜ or present tense ክኾን ኣለዎ። ንኣብነት ጥዑይ ክኸውን እየ ካብ ምባል ንላዕሊ ኣነ ምሉእ ብምሉእ ጥዑይ እየ ምባል። ገንዘብ ክረክብ እየ ካብ ምባል ንላዕሊ ገንዘብ ብበዝሒ ናብ ህይወተይ ይውሕዝ ኣሎ ምባል። ነዞም መረጋገጽታት እዚኦም ብፍላይ ንጉሆ ካብ ድቃስኹም ክትንስኡ፣ ምሸት ናብ መደቀሲኹም ቅድሚ ምኻድኩም ክትደግምዎም እንከለኹም ንቑሕ ኣእምሮ ብዙሕ ጣልቃ ስለዘይኣቱ ብቐሊሉ ናብ ስዉር ኣእምሮኹም ይበጽሑ። ሓሳብ ቁጽሪ ኣርባዕተ። ሓይሊ ስውር ኣእምሮ ኣብ ዝተፈላለዩ መዳያት ህይወት ዶክተር መርፊ ነዚ መትከል እዚ ኣብ ዝተፈላለዩ መዳያት ህይወት ብኸመይ ተግባራዊ ክንገብሮ ከም እንኽእል ንኣብነት ኣሰንዮ የርኢ ንጥዕና ሙሉእ ዝኾነ ምስሊ ጥዕና ኣብ ስውር ኣእምሮ ናብ ምቕራፅ ሰውነትና ናብቲ ምስሊ እቲ ክሰርሕ ክንገብሮ ከም እንኽእል ይምህር መበገሲ ብዙሓት ሕማማት ስነ ልቦናን ጭንቀትን ፍርሕን ምዃኑ ሳይንስ እውን ይኣምን እዩ ስለዚ ኣእምሮ ብምርጋእን ብጥዑያት ሓሳባት ብምምላእ ነቲ ናይ ሰውነት ተፈጥሮ ናይ ምሕዋይ ሓይሊ ከነበራብሮ ንኽእል። ንሃብትን ብልጽግናን ብዙሓት ሰባት ብዛዕባ ገንዘብ ዘለዎም ኣሉታዊ እምነት ወይ ድማ ገንዘብ ምንጪ ክፍኣት እዩ፣ ሃብታማት ስሱዓት እዮም፣ ንድኽነት ምኽንያት ይኸውን። እታ መጽሓፍ ብልጽግና ከም ተፈጥሮ መሰልና ብምውሳድ ነቲ ናይ ስእነት ስምዒት ብናይ ምልኣት ስምዒት ብምትካእ ስውር ኣእምሮና ዕድላትን ሃብትን ናብ ህይወትና ክስሕብ ክንገብር ከም እንኽእል ተረድእ። ንዝሓሸ ዝምድና ምስ ሰባት ኣብ ዘለና ዝምድና ጸገም እንተልዩና ንኻልኦት ካብ ምንቃፍ ንላዕሊ ኣብ ውሽጢ ርእስና ዘሎ ክንቅይር ኣለና። እንደልዮ ዓይነት ሰብ ንምስሓብ መጀመርታ ንሕና ባዕልና ነቶም ሰናይ ባህሪ ኣብ ውሽጥና ከነዕውዮም ኣለና። ንኻልኦት ሰናይ ነገር ክንስሕብን ክንኣምንን ከለና እቲ ሰናይ ነገር ናባና ተመሊሱ ይመጽእ። ሓሳብ ቁፅሪ ሓሙሽተ ዝምድና ድቃስን ስውር ኣእምሮን ከምቲ ዶክተር መርፊ ዝብልዎ ስውር ኣእምሮና ኣዝዩ ተቐባላይ ዝኾነሉ ግዜ ናብ መደቀሲና ቅድሚ ምኻድና ንግሆ ካብ ድቃስና ክንትስእ ኣብ ዘለዋ ውሑዳት ደቓይቕ እዩ። ኣብዚ ግዜ እዚ ንቑሕ ኣእምሮና ይረጋጋእ፣ ነቕፌታን ጥርጣረን ይንኪ። ስለዚ ናብ መደቀሲኹም ቅድሚ ምኻድኩም እትደልይዎ ነገር ብሓንቲ ቃል ወይ ሓጺር ሓረግ፣ ንኣብነት ዓወት፣ ጥዕና፣ ፍቕሪ፣ ወሲድኩም ደጋጊምኩም ከም መዝሙር ንገዛእ ርእስኹም ምንጋር ትኽእሉ ኢኹም። ነዚ ክትገብርዎ ከለኹም እቲ ሓሳብ ምሉእ ለይቲ ኣብ ስዉር ኣእምሮኹም ክሰርሕ ይሓድር። ንግሆ ክትትንስኡ እውን መዓልትኹም ብምስጋና ብኣወንታዊ ሓሳብ ምጅማር ሙሉእ መዓልቲ ክህልወኩም ዝህልወኩም ስምዒት ውፅኢት ይውስን። ናይ ገዛእ ርእይቶን ነቐፌታን። እሞ እዚ ኩሉ ትምኒት ጥራይ ዶ ኣይኮነን? ስራሕ ምዕያይ ኣየድልን እዩ ማለት ድዩ? ዝብል ሕቶ ክለዓል ይኽእል እዩ። እዚ ኣዝዩ ኣገዳሲ ሕቶ እዩ። እታ መፅሓፍ ስራሕ ኣይትስርሑ፣ ገዛኹም ኮፍ ኢልኩም ሕሰቡ ጥራይ ኣይትብልን እያ። ፈፂማ! ዶክተር መርፊ ዝምህሩን ስራሕና ውፅኢትና ምእንቲ ክኸውን መጀመርታ ውሽጣዊ መንነትና ማለት እምነትናን ኣተሓሳስባናን ምስቲ እንደልዮ ሽቶ ከነስማዕምዕ ከም ዘለና እዩ። መብዛሕትኡ ግዜ ኣበርቲዕና እናሰራሕና ውጽኢት እንስእን ኣብ ስውር ኣእምሮና ብዘሎ ናይ ርእስኻ ምብልሻው ወይ ሰልፍ ሳቦቴጅ ፕሮግራም ምኽንያት እዩ። እዚ ነገር እዚ ኣይክዕወትን እዩ ዝብል ሰሪት ዝጸንሐ እምነት እንተልዩካ ክንዲ ዝሰራሕኻ ከይፈለጥካ ንርእስኻ እተንዕቐሉ መንገድታት ፈጥር። ሓሳብን ተግባርን ምስ ተወሃሃዱ ተኣምር ይፈጥሩ። ሓይሊ ስውር ኣእምሮኻ ብቐሊሉ ዝንበብ እንተኾነ ግን ህይወት ናይ ምቕያር ዓቕሚ ዘለዎ መጽሓፍ እዩ። ቀንዲ መልእኽቱ ንጹር እዩ፣ ናይ ህይወትን ቀረጽትን ንሕና ባዕለትና ኢና። ኣብ ደገ እንርእዮ ዓለም ኣብ ውሽጥና ብዘሎ ናይ ኣተሓሳስባ እምነት ዓለም ነጸብራቕ እዩ። ነዛ መጽሓፍ እዚኣ ኣብ ህይወቶም ሓቀኛ ለውጢ ንዝደልዩ፣ ብኣሉታን ኣተሓሳስባን ዝተኣሰሩ፣ ሽቶኦም ንምውቃዕ ሓድሽን ሓያልን መንገድን ዝደልዩ ኩሎም ኣበርቲዐ እመክር። እታ መጽሓፍ እትህበና መምርሕታት ኣብ ተግባር ክነውዕሎም ከለና፣ ኣብ ውሽጥና ደቂሱ ዘሎ ግዙፍ ሓይሊ ብምንቕቓሕ እንደልዮ ዓይነት ህይወት ክንፈጥር ከም እንኽእል ተርእየና። ስለ ዝተኸታተልኩምና ካብ ልቢ ነመስግን። እዚ ዳህሳስ መጽሓፍ ከም ዝጠቕመኩም ሓድሽ ሓሳብ ከም ዘለዓዓለልኩምን ተስፋ ንገብር። ንስኻትኩም ከ? ብዛዕባ ሓይሊ ስውር ኣእምሮ እንታይ ትሓስቡ? ተመክሮ እንተልዩኩም ኣብ ኮመንት ኣካፍሉና። ነዚ ቪድዮ እንተፈትሕምዎ ላይክ፣ ሼርን ሰብስክራይብን ምግባር ኣይትረስዑ። ኣብ ዝቕጽል ቪድዮ ክሳብ ንራኸብ ሰላም ኩኑ።